ተሰማሚዑንሉ ሰረገላ የሱስ ሰረገላ የሱስ ሰረገላ የሱስ እቲ ሎም መዓልቲ ቁሩብ እዚኣ ሰላም ትበሃል ነገር ቁሩብ ርኢናያ እ፣ ክንሓልፍ ኢና ማለት እዩ እቲ ንዛረበሉ ሓሳብ ሞር ሕጂ ኣብቲ ቁፅሪ ዓሰርተ ሓሙሽተ ዘሎ እዩ ብርእሱ ዕርቂ እናገበረ ትብል ኣላ ብርእሱ እንታይ እንዳገበረ ዕርቂ እንዳገበረ ካብዞም ክልተ ሓድሽ ሰብ ምእንቲ ክፈጥር ሓድሽ ሰብ ሓድሽ ሰብ እንታይ ክገብር ክፈጥር ሃ ነቲ ጽልኢ እስኪ ጽልኢ በሉ ጽልኢ ሕጂ እቲ ጽልኢ ሓዝዋ ኢኹም ሓራይ ተደጊማ ኣላ ጽልኢ እንታይ ምዃኑ ክንሪኦ ኢና ማለት እዩ ነቲ ጽልኢ ንሱ እንታይ ኢልዎ ሕጊ ትእዛዝ ብስርዓት ብስግኡ ስዒሩ ብመስቀሉ እውን ነቲ ጽልኢ ብኡ ቀቲሉ ንኽልቲኦም ሓደ ስጋ ምስ ኣምላኽ ኣተዓረቖም። እቲ ሓደ ስጋ ዝብል ዘሎ ሓንቲ ኣካል the church እታ ቸርች ክልቲኡ እዮም ዘለውዋ ኣህዛብ ኣለውዋ ኣይሁድ ኣለውዋ ካብ ክልቲኡ ገይሩ እዩ ሓደ ሰብ ሰሪሑ ሕጂ እቲ ነቶም ኣይሁድ ወይ ድማ ነቶም ህዝቢ ዝበሃሉ ዝነበሩ ህዝቢ ኣምላኽ ዝበሃሉ ዝነበሩ ተስፋ ኪዳን ኣምላኽ ክርስቶስ ሕጊ ግዝረት ኩሉ ኪዳን ዝነበሮም ሰባት ነዚኣቶም ተባሂሉ ዝነበረ ብምሉኡ ወላ ንዓታቶም እቲ ትእዛዝ ባዕሉ ጽልኢ እዩ በቲ ዝሃቦም ትእዛዝ ገይሮም ናቱ ክኾኑ ይከኣሉን ነቲ ንሱ ዝደልዮ ተስፋ ነቲ ንሱ ዝደልዮ ጽድቂ ነቲ ንሱ ዝደልዮ ህይወት ነቲ ንሱ ዝደልዮ ናብራ ክነብሩሉ ይከኣሉን ስለዚ እቲ ሕጊ ባዕሉ እንታይ ይብሎ ኣሎ ጽልኢ ይብሎ ኣሎ ኣብ መንጎ ኮይኑስ ምስ ኣምላኽ ከተዓረቆም ተባሂሉ ዝተዋህቦም ስ ክራኸቦም ኣይከኣልን ድግር ሕጂ ነቲ ፅልኢ ንሱ ከዓ ሕጊ ትእዛዝ ብስግኡ ስዒሩ ብመስቀሉ ነቲ ፅልኢ ብኡ ቀቲሉ ንክልቲኦም ሓደ ስጋ ምእንቲ ክተኣጣር ንክልቴና ብኡ ሓደ መንፈስ ናብ ኣቦ መእተው ዘለና ከዓ ንስኻትኩም ርሑቓ ዝነበርኩም ወፃኢ ሰላምና ዘነ ዝቐረባ ዘበረ እንታይ ገበሮም ሰላም ኣበሰሮም ሕጅዋ እቶም እቶም ቀረባ ዝነበሩ ደኣ እዎ ግዝረት ኣለዎም ተባሂሎም ደይገርመካን ብዘይ ክርስቶስ ኢኹም ነርኩም ድሕር ይብለና ኣሎ ንዓና ንዕኦም ብክርስቶስ እዮም ነይሮም ወይ ድማ ኣምላኽ ነይርዎም እዩ ዝብ ዘሎ ካብ ኪዳን ተስፋ እስራኤል ርሑቓት ኢኹም ነርኩም ይብለና ኣሎ ንዕኦም እንታይ ይብሎም ኣሎ ማለት እዩ ተስፋ ኪዳን ነይርዎም ማለት እዩ ከምኡ ክነሱስ መተዓረቂ ድልዎም ንዓታቶም ከዓ ንዓታቶም ከዓ ከማና ልክዕ ብስግኡ ኣብ መስቀል መይቱ ዝዓርቆም ኣድልዎም ዋይ ጎይታ ይባረኽ ዳስዋይ ነቶም ርሑቕ ዝነበሩን ነዞም ቀረባ ዘለናን ንክልቴና ብስግኡ ብስግኡ ገይሩ ነቲ ስርዓት ነቲ ትእዛዝ ቀቲሉ ካብ ክልቲኡ ሓደ ስጋ ሓንቲ ቸርች ወይ ድማ ሓንቲ ባዲ ሰሪሑ ምስ ኣቦ መተዓረቂ ሕጂ ዝደለኻ ተደለኻ ወላ ሓንቲ መተዓረቂ የለን the only access ናብ እግዚኣብሔር ንየሱስ ክርስቶስ ብምቕባል ናብቲ ኣካል ብምእታው እትረኽቦ ምድሓን እዩ ነዚ ኣሜን ይበሃል ቀጽሪ ሕጂ ኣብቲ ኣብቲ ኢሳያስ ታሽዓይ ምዕራፍ ቁፅሪ ሓሙሽተን ሽዱሽተን በዚ ገይረ ኣንብብ ኣንብብ ከብለልኩ ቁርብ ክስታ ክገብረልኩም ስለ ዝደለኹ እየ ማለት እዩ የሱስ ክርስቶስ ጎይታ እዩ ሰብ ኣብ ውግእ እተዓጥቆ ዘበለ ኣፅዋርን ብደም እተዓለሰ ኪዳንን ክነድድ ሓዊ ድማ ክበልዖ እዩ ምስ በለ ሕፃን ተወሊዱልና ወዲ እውን ተውሂቡና እሞ እቲ ግዝዓት ኣብ መንኩብኡ ስሙ ግሩም መካር ብርቱዕ ኣምላኽ ኣቦ ዘልዓለም መስፍን ሰላም የሱስ ክርስቶስ ቅድሚ ምውላዱ ብትንቢት ኢሳያስ ዝተዘርበ ናይ ምውላዱ ትንቢት እዩ እዚ ንፈልጦ ኩላትና ሓቀይ እዚ መስፍን ሰላም ዝብል ወይ ድማ እቲ ሰላም ዝብል ሻሎም ምስ ኣምላኽ ምስ ሰብ ዕርቂ ዝገብረልካ ሽሙ እዩ የሱስ ሰላም ኣይኮነን ድበካ ንሱ ባዕሉ ሰላም እዩ ሕጂ ነቶም ርሑቓት ዝነበሩ ነዞም ቀረባ ዝነበሩ ንክልቲኦም ዓሪቑ ሰላም ሂቡ እሱ ሰላም ንምግባር ስለ ዝመፀ ናይ ሰላም መስፍን እዩ ክብሪ ንኣምላኽ ይኹን። እቲ ኣብ መንጎ ሰብን ኣብ መንጎ ኣምላኽን ኣብ መንጎ ኣህዛብን ኣብ መንጎ ኣይሁድን ዝነበረ ምፍልላይ ንኽልቲኡ ኣፍሪሱ ንላዕሊ ምስ ኣምላኽ ንታሕቲ ንጎኒ ምስ ሰብ ሰላም ገይሩ ማለት ክብሪ ንኣምላኽ ይኹን ንሕና ኣብቲ ናይ ኣህዛብ ንሕና እቶም ኣህዛብ ኣብቲ ናይ ህዝቢ ወይ ድማ ኣብቲ ናይ ኣብቲ ተስፋ ኣብቲ ኪዳን ኣብቲ ዝበልናዮ ኣብ ወላ ሓንቲ ኣይምልከተናን ስለ ዝነበረ እዚ ወዲ ተዋሂቡና ዝበሃል ዘሎ እዚ ወዲ ተዋሂቡና ከማን ንዕኦም ጥራሕ ድመስሎም ነይሩ ኣብ ወንጌል ማቴዎስ ቀዳማይ ምዕራፍ እንድሕር ኢኹሞ ኣማኒኤል ሓቂ ኣምላኽ ምሳና ኣምላኽ ምሳና ንመን ንዕኦም ንዕኦም እንዲ መፅዩ ንሕና ተረፊ ሓቀይ ኣማንኤል እንድሕር ፈትሽኩማ ኣይትምልከተካን ንዕኦም እያ እታ ተስፋ ንዕኦም እያ ተባሂላ ነይራ ኣምላኽ ምሰኦም ክኸውን ተስፋ ኣትሎም ነይሩ ወዲ ተዋሂቡና ሕዚ ሕፃን ተወሊድልና ወዲ ተዋሂቡና ስሙ ግሩም መካን መስፍን ሰላም ኣቦ ዘለዓለም ንመን ንዕኦም እዚ ኣብዚኣ ዘላ ሰላም ግን ናይ ምዕራቕ እያ ነይራ እቲ ፅልኢ እቲ ፅልኢ ነቶም ዝተዋህቦም ነቶም ነቶም ደቂ እስራኤል ነቶም ደቂ እስራኤል ምስ ኣምላኽ ንኸይሰማምዑ ምስ ኣምላኽ ንኸይራኸቡ እቲ ትእዛዝ ሕጊ እንታይ ገይርዎም ነይሩ መሲልኩም ክቐርቡ ይከኣሉ በጊዕ ተሓረዱ ብዕራይ ተሓረዱ መስዋእቲ በብዓይነቱ እዩ ኣላሽ ኢሉ ብዝኾነ ይኹን ዓይነት መለክዕ ንእግዚኣብሔር ምዕጋቡ ስኢኖም ዳትስ ዋይ ክራይስት መፅዩ ሕጂ ክመፅእ ከሎ ንዓታቶም ምስ ኣምላኽ ክዓርቆም ንሕና ኣይነበርናን ኣይትሕሰቡ ንዕኦም ኢሉ እዩ መፅዩ ሓቂ ዶ የሱስ ክርስቶስ ከምኡ ክብል ሰሚዕኩሞ ደሎ ናብተን ጥፉኣት ኣባጊዕ እስራኤል እዩ ተላኢኸ ክብል ሰሚዕኩሞ ዶ ትፈልጡ ንጥፉኣት ክደሊ ዝመፀስ ንመን እዩ ነቶም ናቱ ትትሕዛዝ ትእዛዝ ሕግሲ ፅልኢ ምስ ኣምላኽ ዝብሎ ፅልኢ ፈጢሩሎ ምስ ኣምላኽ ዝብሎ ዘሎ ሓፁር ዝብሎ ዘሎ ፅልኢ ዝብሎ ዘሎ እዚ እዩ ምርኻብ ከሊእዎም ነይሩ ምስ ኣምላኽ ወላ ክሕልውዎ ተደሎ ይጠቕ ኢሎም ካብ ዝገርመኩም ከ እሳቶም ንኣምላኽ ክቐርብዎ ይከኣሉን ከምኣ ኢሎም ከለዉ ንዓና ከቕርቡና ኣይደልዩን እዮም ነይሮም ስጋዕ ሕጂ ስጋ ሕጂ እኳ እዮም ዘይቅበሉና ንሕና ሕጂ ስተስ ገለ ንብል እሱ ሽፍታ ንስኹም ሸፋቱ ብሉና ንሕና ኢና ደቂ ብርሃም ብሉ ስጋ ሕጂ መድሃኒ ዓለም ዕረት እኮ እዩ ስጋ ሕጂ ስጋ ሕጂ እው መድሃኒ ዓለም እዚኣስ ሓንቲ ጠቕሲ ከምብበልኩም ወላ ንክትኣቱ እኳ እዮም ዘይፈቕዱልካ ኣብቲ ቀፅሪ ክትኣቱ ኣይፈቕዱልካን እዮም ህዝቅያን ህዝቅኤል ኣርባዓን ኣርባዕተን እዚኣሲ ግርም እኳ እያ ትብለኒ ነዞም ዓለውቲ ቤት እስራኤል እግዚኣብሔር ከምዚ ይብል ኣሎ በሎም ኣቱም ቤት እስራኤል ርኽሰትኩም ዘበለ ዅሉ ይእከልኩም ኢልዎም እንጌራይን ኢሉ ስብሕን ደምን ከተቕርቡ ከለኹም ንቤተይ ከርክስዋን ነቶም ልቦም ዘይተገዝረ ስግኦም እውን ዘይተገዝረ ጓኖት ናብ መቕደሰ የእቲኹም እሞ ንሳቶም ኣብ ልዕሊ ኩሉ ጽያፍኩም ኪዳነይ ኣፍረሱ ቁፅሪ ሸውዓተ ነቶም ልቦም ዘይተገዝረ ስግኦም ዘይተገዝረ ጓኖት ናብ መቕደሰ የእቲኹሞም እቶም ጰሪሶላታት ዝበሃሉ እቶም ብፍቶት ኣይሁዳውያን ዝኾኑ ንዓታቶምሲ ናብ መቕደሰ የእቲኹሞም ናብቲ ኣነ ዘይፈቐድኩሎም ቦታ የእቲኹሞም ወላ ኣምላኽ ኣይቀበለካ እሳቶም እውን ክትኣቱ ኣይፈቕዱልካ ኣብቲ ናይ መሰውእ መስዋእቲ ዝሕረደሉ ቦታ ሓፁር ነይሩ መንደቕ ነይሩ እንታይ እሱ እቶም እቶም ዘይኣመንቲ ዘበሉ ወይ ድማ እቶም ኣህዛብ ዘበሉ ኣብቶም ኣህዛብ ክስውኡ ከለዉ ናብ ኣምላኽ ክቐርቡ መተዓረቂ ዝገብርሉ ቦታ ክኣትዉ ይፍቀደሎምን እዩ ነእቲኹሞም ርኽሰትኩም እዚ ይብሎም ኣሎ ድዩሲ ኣበይ ኣበይ ከም ዝነበርና ረእይዎ የሱስ ክርስቶስ ጎይታ እዩ ግብረ ሃዋርያት ዕስራን ሓደን ረእዩ ኣብ ዕስራን ሸሞንተን ኣቱም ሰብ እስራኤል ንዑ ግደፉና እቲ ኣብ ፍቕዲ ሃገር ምስ እዚ ህዝብዝን ምስ እዚ ሕግዝን ምስ እዛ ስፍራ እዚኣን ዘይላገብ ንኹሉ ሰብ ዝምህር ሰብኣይ እዚ እዩ ኣብ ርእሲ እዚ ድማ ፅርዓውያን ናብዛ መቕደስ እዚኣ ኣእትዩ ትርእይዋ ኣለኹ ፅርዓውያን ዘይኣመንቲ እዮም ኣይሁዳውያን ኣይኮኑ ነዚኦም እንታይ ገይሩ ይብላ ኣሎ ናበይ እትዎም ናብ መቕደስ እዚኣ ኣእትዩ ነዛ ቅድስ ስፍራ ኣርኪስዋ ኢሎም እንታይ ገበሩ ጨደሩ ቅድም ንጥራፊሞስ በዓል ኤፌሶን ምስ ኣብ ከተማ ሪኦሞ ነበሩ እሞ ጳውሎስ ኣብታ መቕደስ ዘእተዎ መሲልዎም ነበረ

ብክልቲኡ ማለት እዩ ብመንፈሳዊ ነገር ብመንፈሳዊ ነገር ካብቲ ተስፋ ካብቲ ኪዳን ርሑቃት ኢና ነርና ፊዚካሊ ኢምፐርሰን ድማ ክትኣቱ ናብኦም ኣይትኽእልን ኢኻ ኣብቲ ናይ እግዚኣብሄር ዘበለ ነገር ንዓታቶም ተዋሃበ ዘበለ ቦታ ሲ ክትኣቱ ኣይምልከተካን እዩ ነይሩ ሕጂ ረይዎ እዚ ንመሃሮ ዘለና ምምንጽጻር እዚ ምስቲ ቤተሰብ ኣምላኽ ስድራ ቤት ኣምላኽ ዝኾንናዮ ነገር ከነመዓራርዮ ኣለና ኣብ ሓድሽ ኪዳን ኩሉ ነገር ምስ ተሳዕረ ኣብ ሓድሽ እዚ ኪዳን ኩሉ ነገር ምስ ተወዳኣልካ ገና ኣብቲ ትነብር ከም ዘለኻ ኮንካ ክትነብር ክሳራ እዩ ጸሎትካ ኣይጥዑይ ናብራኻ ኣይጥዑይ ኣቀራርባኻ ኣይጥዑይ ምስ ኣሕዋት ዘለካ ነገር ኣይጥዑይ ኩሉ እዩ ግልብጥ ዝኸውን ዳስ ኣር ፕሮብለም ኣይርዳእናን እዩ ናይ ሓድሽ ኪዳን ህይወት ናይ ሓድሽ ኪዳን ናብራ መንፈሳዊ ትርጉሙ መንፈሳዊ ምልክቱ ኣይርዳእና ጠቕላላ ኣይርዳእናን እዩ ብስጋ ኢና ክንነብር ንደሊ ኖ

ለዋህ ፈታዊ ሰብ ፈታዊ ኣምላኽ ሕጉስ ቤተሰባዊ ዝኾነ ናብራ ሕሹኽሹኽ ዘይብል ሰብ እቲኦም እኮ ትታይድ ሽግሮ ኣብኣ ዳ በዓል ስኻትክንሲ ፈልፃ ዳ እምኒ በርከ በት እዮም ሓፁር ኣሎ ኣይኣቱ በት ኣብኡ እዮም ዝፍልፁ ናይ ጉልበት ስራሕ እዮም ዘስርሕዎም ክኣትዉ ይኽእሉን እዮም ናብዚ ሕጂ እግዚኣብሄር በደል ጌርኩም ዝብሎም ዘለዉ ካብኡስ መጺኦም ሲ ገሊኦም ኣእትዮሞም ኣብቲ ቤተ መቕደስ ስለምንታይ እቲ ስርዓታት እግዚኣብሄር ኩሉ ዲስማንትል ስለ ዝገበሮ ስለ ዘበላሸዎ እቲ ቤተ መቕደስ በብቕሩብ እንዳኣተዉ እንዳኣተዉ እንዳኣተዉ እንዳኣተዉ ነቲ ቤተ መቕደስ እንታይ ገይሮሞ መስዩ ሰደቓ ሸረፍቲ ርግቢት ሽየጠሉ ንመስዋዕትስ ካብቲ ቤት ውሽጢ ቤት መቕደስ እዮም ዝግዝ ይሸጥዎ ነይሮም ኣብ ዮሃንስ ካልኣይ ምዕራፍ ሪኢኹም ኣለኹም የሱስ ክርስቶስ ጭጉሩ ኣፍሒዙ ነታ ቤት ከፅርያ ከሎ ኣብቲ ኣፍ ደገ እዮም ነይሮም ኣብቲ ኣፍ ደገ ርግቢታውያ ሽየጥ ነይራ ጤል በጊዕ ገለመለ ንመስዋዕቲ ዝኸውን ነገር ብምሉ ብቲ ደገ እዩ ነይሩ እንዳኣተው እንዳኣተው እንዳኣተው ሽዑ ክትስውእ ተደሊኻ ኣብዚኣ ኮንካ ትሸይጥ ማለት እዩ ርግቢታ ክትደሊኻ ኣብዚኣ ኣላትና ስብሕቲ ኣብ ውሽጢ በለ ስለዚ ኢየሱስ ቅንዓት ቤትካ በልዓኒ ኢሉ ያላ ሻዊጡ ሻዊጡ ንኹላ ኣውፅዋ ሕጂ ክርድኣና ኣለዎ ኣብቲ ኣብቲ ኣብቲ መንፈሳዊ ዓለም ዝተገብረ ኣብቲ ናይ እግዚኣብሔር ቤተሰብነት ኣባላት ምዃንና ተረዲኡና ኣብቲ ዘይነበርናዮ ዘይኮንናዮ ኣክሰስ ዘይነበረና ነገር ዝሰኣናዮ ነገር ንዕኡ ክንገብር ኣይግባኣናን እዩ ውድኡ እዩ ብክርስቶስ ቀሪብካ ኢኻ ኣቲኻ ኢኻ ትበሃል ኣለኻ ቤት መቅደስ ያው ኣምላኽ ኢኻ ከማን ቱ ማክሲመም ማለት እዩ ካልእ ጋዕገልጠም ክንሽከም ካልእ ትእዛዛት ክንሽከም ካልእ ዓቕልና ዘፅበና ካብ ዓቕምና ንላዕሊ ዝኾነ ነገር ክንገብር ኣይግብኣናን እዩ የሱስ ክርስቶስ ጎይታ እዩ ክብሪ ንኣምላኽ ይኹን እዚ መንደቕ እዚ ክልተ መንደቕ ኢለኩም ኣለኹ እቲ ሓደ መንደቕ እ ኣብ መንጎናን ኣብ መንጎኦምን ዝነበረ ከልካሊ ቀፅሪ እ እቲ ሓደ ድማ እ ኣብ መንጎምን ኣብ መንጎ ኣምላኽን ንሕና ክልቴና ኣሕዛብን እ ህዝብን ናብ ኣምላኽ ንኸይንቀርብ ሓደ መንደቕ እዚ መንደቕ እዚ ደልዳላ መንደቕ እዩ። ሓጹር ኢዚ እዩ፣ መንደቕ ግን ከቢድ እዩ። ነዚ እንዳጽናዕኩ ከለኹ ሲ እዚ ዓንቶይ ዝብለኩም ዝነበርኩ እዚ መንደቕ ተዝኸውን ሓንቲ ብርሃን ዘይረኣዩ ተስፋ ዘይረኣዩ ገለ ነገር ደዩ ተዝኸውን ኢማጅን ይገርመኒ ነይሩ እዚ ንክልቴና ሓፂሩ ዝነበረ መንደቕ ምስ እግዚኣብሔር ንኸይንራኸብ ገይሩና ዝነበረስ የሱስ ክርስቶስ መፅኡ ሳደሽ ኣሜን በሉታ ዋይ ኣነ ኣቱም ዘለዓለማውነት ይእትኹም ብስም የሱስ ዋይ ናትና ቃልሲ ናትና ህይወት ናትና ናብራ ኣሜሪካዊ ንምዃን ኣይኮነን ሰማያውያን ንምዃን እዩ ኣሜን በሉ ኣባላት ናይ ሓንቲ ቤተሰብ ናይ ሓንቲ ንእሸ ገዛ ናይ ሓንቲ ዶኖሚኔሽን ናይ ሓንቲ ቸርች ንምዃን ኣይኮነን ቤተሰብ ኣምላኽ ኢና ኣሜን ኣሜን ኣሜን በሉ ኣፍሕዎ እምሮኹም መንፈሳዊ ዓለም ካልእ እዩ ንእሽተይ ንእሽተይ ኣይንበርን እዩ ንእሽተይ ንእሽተይ ትነብር ትኾንካ እድያ ብላሽ ደቂ ዓዶም ንቅዱሳን እንዳሃለና ሰማያዊ ዝኾነ ዜግነት እንዳሃለወና ቤተሰብ ኣምላኽ ክነስና ንእሽተይ ቀቢላ ብሩኻት ዘርኢ ዓሌት ይብልና ቋንቋ ይብልና ዘርኢ ይብልና ገለ ይብልና ካብ ክልቲኦም ሓደ ሰብ ዝገበረ እሱ ሰላምና እዩ ኣሜን በሉ ብሩኻት ዘርኢ እዚ ኸልካሊ እዚ ነበረ ኣምላኽ እኮ ብሰንኪ ሓጢኣት እኳ እዩ ናይ ሰብ ዘርኢ ናይ ሰብ ቋንቋ ናይ ሰብ ዓሌት ድምብርብር እዩ ዋይ ዋይ ሓጢኣት ሓጢኣት ሓጢኣት ውርደት ህዝብታት ስለ ዝኾነ ሳሕብትነት ኢልና ወሪዱ እግዚኣብሔር እዩ ባዕሉ ደባሊቕዎ የሱስ ንምንታይ መይቱ ሪኮንሲሌሽን ርሑቓትን ቀረባን ናብ ሓደ ብሓደ ስጋ ናብ ኣቦ መእተው መታን ክኸውን ብስግኡ ገይሩ ነቲ ኸልካሊ ቐፅሪ ነቲ ኸልካሊ መንደቕ ነቲ ኸልካሊ ቐጽሪ ነቲ ሕጊ ትእዛዝ ስርዓት ብስጉ ቀቲሉ ንኽልቲኦም ኣስተዓረቖም እዩ ዕሩቕ ኢኻ ካልእ ካልእ ባእሲ ኣይትፈጥርን ኢኻ ኣብ ቤተ ክርስቲያን ኣቲኻ ምስ ተዓረቕካ ናብ ኣምላኽ ምስ ኣተኻ ሓድሽ ነገር ኣይትጅምርን ኢኻ ብሩኻ ዘርኢ እወ እወ ኣብርሃም እታ ኺዳን ክህቦ ከሎ እታ ኺዳን ክህቦ ከሎ ሰሚዕኩም ዶ ኣለኹም ዶ እታ ኺዳን ክህቦ ከሎ እቲ ዓሰርተ ክልተ ክፅውዖ ከሎ መጀመርታ ነታ ናይ ዓሰር ሸውዓተ ኪዳን ክህቦ ከሎ እታ ናይ ግዝረት ኪዳን ክህቦ ከሎ እንታይ ኢልዎ ካብ ካብ ኣቦኻ፣ ካብ ኣዴኻ፣ ካብ ዓባይካ፣ ካብ ኣባሓጎኻ፣ ካብ ዘርእኻ፣ ካብ ዓሌትካ፣ ካብ ምድርኻ፣ ኣነ ናብ ዘርእየካ ምድሪ ውጻእ ኢሉ ካብ መበቆሉ እዩ ውጺዎ። ኣብርሃምከ ኣረጊት ሰብ ኣለዎ እንድዩ ንመን ተማሊኡ ንሎጥ ወዲ ሓዉ ሒዙ ጎቲቱ ንዓና ኢዳ ምብዛሕና ዘይተረፈናስ ንሕና ንባዛሕ ወ እግዚኣብሄር ደልዩ ዘሎ ሓድሽ ዘርኢ ንዑ ዝኾኖ ዘርኢ ክርስቶስ ዝመፀሉ ዘርኢ እዩ ደልዩ እዚ መሰረት እዩ ብሩኻት ዘርኢ ከምኡ እዩ እቲ ስራሕና ከዓ ንሕና ነዚ ናይ ስጋ ሓጨቕ እንዳበልና ናይ መንፈስ ኢና ቢልድ ንገብር ኣይምልከተናን እዩ ናይ ደገ ዕግርግር ናይ ደገ ገለ ኣይምልከተና ናብዚ ከኣትወና ኣይንደልን ኢና ስድራ ቤት ኣምላኽ እስክበሉ ዋይ ኣታበልዎ ስድራ ቤት ኣምላኽ ኢና ክብሪ ንኣምላኽ ይኹን ስለዚ እቲ ስድራ ቤትነትና ድማ ስቑ ኢሉ ዝመፀ ኣይኮነን ዳስዋይና ነመነፃፅሮ ዘለና ሓራዶ የሱስ ክርስቶስ ጎይታ እዩ ክብሪ ንኣምላኽ ይኹን ክልቲኦም ብቐዳማይ ነጊረኩም ነይረ ክልቲኦም ስናብ ኣምላኽ ከይቀርቡ መታን ኣብ ሮሜ 3 23 እንታይ እያ ትብል ነይራ ታቓል ኩሎም ሓጢኦም ክብሪ ኣምላኽ ስኢኖም እያ ትብል ሓቀ እዚኦም ሕጂ ክልቴናስ ክንቀርብ ኣይከኣልና ናብ ኣምላኽ ዘሕዝን ነገር በቃ ወዲ ክስቶ ኹን ወዲ ክስቶ ኹንሲ ናብ ኣምላኽ መቕረቢ የለን ስለዚ ክራይስት መፅዩ ስለዚ ክራይስት ምስ ኣምላኽን ምስ ሰብን እንታይ ገይሩልና መተዓረቂ ገይሩልና ክብሪ ንኣምላኽ ሮሜ ሽዱሽተ ሸውዓተ ሮሜ ሽዱሽተ ሸውዓተ ሽዱሽተን ሸውዓተን ብሓንሳብ እያ እቲ ዝሞተ እያ ትብል እቲ ዝሞተ ካብ ሓጢኣት ሓራ ወፂኡ እሞ እዚ ደጊም ንሓጢኣት ከይግዛእ እቲ ናይ ሓጢኣት ስጋ ምእንቲ ክጠፍእ እቲ ኣረጊት ሰብና ምስኡ ምስኡ ከም ተሰቕለ እንታይ ጌርና ኣለና ኦኬ

ነዚ ድማ ብስግኡ ገይሩ እንታይ ገይርዎ ቀቲልዎ ብስግኡ ገይሩ ቀቲልዎ ኣነን ንስኻትኩምን ከዓ ናብ ኣምላኽ ንኽንቀርብ ኣክሰስ ረኺብና ስለዚ ዘርእኻ ዓሌትካ ናይ ድሕሪ ባይታኻ ዝኾነ ይኹን ነገር እንታይ ኣይኮነን ኣገዳሲ ኣይኮነን ፒሪድ ዳን ዘርእይ፣ ዓሌተይ ወይ ገለ ነገረይ ኣይኮነን ናብ ዝምጽእኒ ዘሎ። እቲ ዘይምልከተኒ ዝነበረ ናይ ኣምላኽ ህይወት ይትረፍ ዶ ኣነ ደቂ እስራኤል እኮ ብሰንኪ ሓጢኣት ክረኽብዎ ዘይከኣሉ መድሓኒ ዘድለየሎም ነገር እንድሕር ደኣ ብከምዚ መስዋእቲ ናይ ክርስቶስ ብምቕራስ ስጋ ክርስቶስ እንድሕር ደኣ መፅዩ ኣነ ንስኻትኩምን ደር ኢዝ ኖ ሪዝን ስጋ ልዒልና ዘርኢ ልዒልና እንታይ ንገብረሉ ንፅብፅበሉ የለን ዳን ኢየሱስ ክርስቶስ ጎይታ እዩ ኣሜን ዶ ሮሜ ሸሞንተ ሮሜ ሸሞንተ ሮሜ ሸሞንተ ሽዱሽተ ሸውዓተ እቲ ሓሳብ ስጋ እንታይ እዩ ምስ ኣምላኽ ፅልእ እስከብሉ ብሩኻት ኣሕዋት ሕግዝ ኣብሉ ንብዚኣ ኣየናይ ሓሳብ ስጋ ሀ ምስ ኣምላኽ እንታይ እዩ ጽልኢ ብምዃኑ ሀ ነቲ ሕጊ ኣምላኽ እንታይ ይገብሮን እዩ ኣይግዝኦን እዩ ድማ ኣይግዝኦን ኣይኮነሉን ድማ እዩ እሞ ሀ ስለዚ እቲ ሓሳብ ስጋ ሞት እዩ እቲ ሓሳብ መንፈስ ግና ህይወትን ሰላምን እዩ ስለዚ ሓሳብ ስጋ ናይ ስጋ ጉዳይ ናይ ዘርኢ ጉዳይ ናይ ምድሪ ጉዳይ ናይ ገለመለ ጉዳይ ኣብዚ ህይወት እዚ ኮንካ ከተልዕል ከለኻ ሰላም ዝበሃል ነገር የብሉን የለን የለን ሰላም ዝበሃል ነገር የብሉን እቲ እተዓረቕካዮ ምዕራቕ፣ እቲ ብክርስቶስ ዝተኣለየልካ፣ ዝፈረሰልካ መንደቕ፣ ናይ ጽልኢ መንደቕ፣ ሓጹር፣ እዚ እንዳሓሰብካ እንድሕር ኬድካ ግን ሰላምን ህይወትን ሰላምን እዩ። ሪዛልቱ እሱ እዩ። ዝበዝሕ ህዝቢ ዝበዝሕ መብዛሕትኡ ኣብ ክርስትና ዓለም ማለት እዩ እቶም ንበዝሕ ሰባት ሰላም ብምስኣን ርብሽ ንብል ተኮይና ኢና ኢየሱስ ሰላምና ስለ ዘይኮነ እንመላለሶ ምምልላስና ብሓሳብ ስጋ ሓሳብ ስጋ በዚ ዳይረክሽን እዚ በዚ ዝዛረበኩም ዘለኹ በዚ ዘርኢ በዚ ዓሌት እንድሕር ሓሲብኩም ብሩኻት ዘርኢ ዓሌት ዘርኢ ገለመለ ጸብጺብካሲ ጎይታና ኣብ ማእከልና ኢልካዮስ ዋ በየናይ መለክዒ ከመይ ገይሩ ክሰርሓልካ ብየሱስ ክርስቶስ ዝተወድኣልካ ቤተሰብነት ኣምላኽ ገዲፍካ ብኣምላኽ ዝኾንካዮ ዝተረኸብካሉ ምንጪ ገዲፍካ ስጋ ክጽብጽብ እንታይ ዓይነት ውድቀት እዩ ከመይ ገይሩ ሰላም እበካ እዚ መንፈሳዊ ሰብ መንፈሳዊ ፒሪድ መንፈሳዊ ሰብ መንፈሳዊ ሓሳብ እዩ ዝሓስብ እቲ ስጋዊ ነገር ነግረኩም ኣለኹ እቲ ስጋዊ ነገር ብኣካል ክትቀርቦም ኣይትኽእልን ኢኻ ነርካ እቲ መንፈሳዊ ነገሩ ከዓ ርሑቕ ኢኻ ነርካ ኣይምልከተካን እዩ ነይሩ ብክርስቶስ ምስ ቀረብካ ብክርስቶስ ደም ምስ ቀረብካ ግና ሰናዘር ስቶሪ እኳ ደኣ ጸላኢኻ ንኽትፈቱ ዝገብር ማንነት ኢኻ ተቐቢልካ ዘለኻ ኣሜን በሉ ብሩኻት ዘረ እንዳነፍነፍካ ወዲ ዓደይ እንዳበልካ ዝኽየዶ መገዲ ይኮነን እዚ ወላ ኣነ ከምዚ ሰባ ፖለቲካ ወላ ረሲኑ ገለመለ ገለ ገለ ክፀዋውዕ ከሎ መሕልፍ ከዓ ክርስትያን ኮይኑ ማለት እዩ ክርስትያን ኮይኑ ገለመለ ክሓውስ ከሎ ክሪኦ ከሎ ወይ ድብል እዋ መገኛኻ እባ ፍለጦ። ከልካሊ እኳ እዩ ነይሩካ ክትከይድ ኣይትኽእልን ኢኻ ነይርካ ኣብቲ ኣብቲ ክትኣቱ ኣይትኽእልን ኢኻ ነይርካ ኣይንኽእልን ኢና ነይርና ኣምሓርኛ ዘሚር ካብሎ ሓጅ ኣታ ጉራጌ ከማን ክዝምር እዩ ወዳኢታኺ ወላ ስዋሂሊ ዝምር ወላ እንግሊሽ እንግሊሽ እና ዝምር ዘለና ከምኡ ከምኡ ከም ቋንቋልኩለይ ትገብር ኣብዚ ካልእ ዓለም ኣታኣብ ይበለለይ ወይ ኣነ ክርስቶስ ሰላም እዩ ውፁ ኣብ ደይ ደንቤኹም ኣቲኹም ዕግሽግሽ ኣይትበሉ ስድራ ቤት ኣምላኽ ካብ ኩሉ ዓሌት ካብ ኩሉ ዘርኢ ካብ ኩሉ ቋንቋ ካብ ኩሉ ብሄር ካብ ኩሉ ዝኣተወ ኣሜን ኣሜን ነበሉ ኣሜን በሉ ጭኹም ይረዳእኩም ኣሜን ብሉ ኣሜን ደብሩኻት ኣሕዋተይ ናይ ፅልኢ መንደቅ ኣይትህነፁ ሙሉእ ለይቲ የሱስ ዘፍረሶ ሓፁራት ክትሓንፅዎ ክትነድቅዎ ኣይትሕደሩ ኣሜን በሉ ውፁዓት ሓራ ኢና ንሕና የሱስ ሰላምና እዩ የሱስ ሰላምና እዩ የሱስ ፈታው ሰብ እዩ ፈታውቲ ሰብ ኩኑ ወዲ ዓድኻ ወዲ ዓደ ዋት ቨሪ ቻይልድሽ ናይ ብሱላቱን ኣይኮነን ይትረፍ መንፈሳውነት ናይ ብሱላቱን ኣይኮነን ና ና ና ሊቭ ኢት ዳት ወይ

ኣይኣተኻን ዲኻ ኣብቲ ቤተሰብ ትብሎ ወንጌል ትምስክረሉ ኣሜን ኣሚኑ ዝመፀኸ እንድሕር ኮይኑ ዘይንፈልጦ ናይ ቤተሰብና ኣባል መፂኡና ኣሎ ሕቁፍ ኣቢልካ ስዕብ ኣበይ ዳኣ ትመላለሲ ነርኪ ምንዳ ኣብልኹ ዳኣ ሕቁፍ ኣቢልክ ሰዓብ እያ እንታይ እተወኪ ኖ እንዳነፍነፍካ ንስኻ እንስሳ ዲኻ ኖ ሰባት ኢና ንሕና ፈተውቲ ሰብ ኢና እዎ ንሕና እንዳነፍነፍና ኣይኮናን ሰብ ሰላም ንብል ንኩሉ ኢና ንሓቁፍ ሰላም ናይታይ ማለት ድዩ ሰላምና ማለት ፒስ ናይ ክልቴና ዓራቂ ናይ ኩላትና ኣሜን ርሑቓት ዝነበርና ኣብ ቀረባ ዝነበርና ኣብ ጥቕኡ ዝነበርና ኣብ ርሑቕ ዝነበርና ደቂ ደቂ ደቂ ደቂ ርሑቓት ንኹን ደቂ ቁርባት ንኹን ኣብ ደቂ ደቂ ደቂ ደቂ ደቂ መታሕት ንኹን ደቂ ከበሳ ደቂ ትግርኛ ይኹን ደቂ ኣምሓርኛ ደቂ እንግሊዝኛ ደቂ ጃፓንኛ ካብ ኩሉ እዩ ብደሙ ዓዲጉ ደሙ ኣሰይ ሃይ ንሓውካ ሕቁፍ ድሕሪኡ እንዶ ይትኺዱ ዕላል እንታይ ኣድልየኩም ኣበይ ደኣ ኣበይ ደኣ ዋ ኣንቲ ካልእ ዘረባ ድዩ ይብልክን ጥቕሲ ዲኺ ወዲእኪ ጠጠው እንዶ ኣብልዎ ናይ ብሓቂ ጠጠው ኣብልዎ

ሰላምና ዝኾነ የሱስ ንኹሉ ንኹሉ ብደሙ ዝዓረቆ ናቱ ገንዘቡ ዝገበሮ ስኢልካ ኢኻ ትቕበሎ ክብሪ ንኣምላ ይኹን ሓደ ስጋ ስለ ዝኾነ ክብሪ ንጎይታ ይኹን ኣሜን ኣሜን ሽዱሽተ ሸውዓተ ነንብባ እሞ እንታይ ትብል ዘላ እቲ ሓሳብ ስጋ ኢልና ኣለና ኦኬ ኣብታ ቁጥሪ ሰለስተ ከዓ እስከ ንሕጊ ኢሉ ብስጋ ስለ ዝደኸመ ክገብሮ ዘይኮነሉስ ኣምላኽ ንወዱ ብምስሊ ሓጢኣተኛ ስጋን መስዋእቲ ሓጢኣትን ልኢኹ ነቲ ሓጢኣት ብስጋ እንታይ ገበሮ ኮነኖ እቲ ኣብዚ ዘላ ሕጂ ኣብዚኣ ነታ ፅልኢ ንሱ ከዓ ሕጊ ትእዛዝ ስርዓት ብስግኡ ስዒሩ ትብል ደላ ኣብዚኣ ንሃለትኩም ተቓል

ሂ ከን ዱ ዳት ብስጋ ክርስቶስ ዝተሰርሐ ብመስቀል ክርስቶስ ዝተሰርሐ ነገር ኣቱም ሰባት ዊ ሃቭ ቱ ቢ ቨሪ ኬርፉል ዋ ኣይግበርን እዩ ኣሕዋት ከምኡ ክንከውን የብልና ዊ ኣር ፋሚሊ ኦፍ ጎድ ንኹሉ ሰብ ቤተሰብ ኣምላኽ ሓወይ ሓፍተይ ብዝብል ክትርእይዎ እንድሕር ጀሚርኩም ኣይትረኽብዎ ሰላም ኣይትረኽብዎ ሰላም በጥ ኢኻ ትብል ከምታ በቀዳማይ ደልኩም ኣብ ውሽጢ ገዛ ባእሲ ኣየድልየካን ቤተሰብ ኢኻ ኣብ ቤተሰብ ምትኳስ የለን ዘይተራዳእኩሉ ነገር ተለካ ኮፍ ኢኻ ትብል ላይክ ዊ ዱ ኣሆም ሓውኻ እንተበደለካስ ንበይኑ ጌርካ እንታይ ግበሮ ግንሓዮ ምስማዕ ተኣበየካ ተሪራ እንተኸይዳ ክልተ ሰለስተ ግበር ምሳኻ ከምዚ ኣመና ዝገደደ እንተኮይኑ ከዓ ንማሕበር ነገር ኢሉ ወሱ ከዓ ተሪር ዝኾነ ነገራት እዩ ፋሚሊ ሰላማውያን ናሕና ናይ ሰላም ጉባኤ እዩ እዎ ኩላትና ሕቡእ ኮንት ሒዝና ክንኣቱ ብዛ የድልየናን ንበልና ኖ ደስ ኢሉኩም እተው ብዚ ገዛ ክትመፁ ከለኹም ዩ ኣር ካሚን ቱ ዮ ፋሚሊ ዘይትፈልጥያ ሓፍትኺ ዘይትፈልጦ ሓውኻ ዘይትፈልጢ ሓፍትኻ ዘይትፈልጦ ካብ ካልእ ዓዲ ዝመፀ ሰብ ክትላለ ኢኻ ኢትስ ኦኬ ኩላትና ሓደ ኣይኮነን ኣረኣያና ኢትስ ኦኬ ሓደ ዝገብረና ዕላማ ግን ኣለና ሓደ ዝገብረና ኣካል ዝገበረና ደሙ ኣለና ራሽ ኣይገብርን እየ ኣነ ቀስ ኢለ እየ ቢልድ ዝገብር ኣይ ዶን ሃብቲ ራሽ ሓደ ሰብ ክቡር እዩ ንዓይ ኣይ ዶን ራሽ ነዚ ገዛ ክመልእ ኖ ኖ ኖ ሰብ እዩ ክህነፅ ዘለዎ ነዚ ገዛ መሊእናዮ ፈሲስና ደገ ኩላትና ብዓዲ ብዓሌት ገለ ንባኣስ ተኾይና እንታይ ዋጋ ኣለዎ ዝገደደ ወፈራ ሰንበት ኣምልኽ ውዒልካ ሶኒ ንኺድ በልና ጉጅለ ክስታይ ክንዓርቕ ንጉጅለ ክስታይ ኮለል ክንብል ክንቅኒ ሰሙን ሙሉእ ደኣ ክትጥሕሱ ክትቅንዩ ኣለኩም እምበር ሰላም ኣምላኽ እንዳተረዳእኩም ብክርስቶስ ዝኾነ ነገር እንዳተረዳእካ ነዚ ኢኻ እቲ ክትገብር ክትቅኒ ዘለካ ከተሰላስልን ክትነብርን ዘለካ ማለት እዩ ክብሪ ንኣምላኽ ናይ መወዳእታ ጥቕሰይ ቆሎሴ ክልተ ዓሰርተ ኣርባዕተ ንኺድ ኣብ ዘለኹም መሓፈሉ ንኸይድ የሱስ ጎይታ እዩ ሕጊ ትእዛዝ ስርዓት ገለመለ ብምሉኡ የሱስ ወሲድዎ እዩ ኣሜን ዶ ብሩሓት ዘርኢ ኣብ መንጎይን ኣብ መንጎ እግዚኣብሄርን ዝነበረ ሓጢኣት ብስግኡ ቀሪስዎ ኣሜን ዶ እቲ ኣብ መንጎናን ኣብ መንጎ እቶም ህዝቢ እስራኤል ዝበሃሉ ኣይሁድን ዝነበረ መፈላለዪ ድማ ነቲ ሓፁር የሱስ ክርስቶስ ቀንጢጥዎ እዩ። ክብሪ ንኣምላኽ ይኹን። ስለዚ ክልቴና ብሓደ መንፈስ ብሓደ ስጋ ናብ ኣቦ መተዓረቒ ረኺብና ክንዓቱ ኢየሱስ ክርስቶስ ኣብ መስቀል ተሰዊኡልና ንሱ ሰላምና ኮይኑ ንዓና ነቶም ቀረባ ዝነበርና ነቶም ርሑቕ ዝነበሩን ሰላም ኣበሲሩ ናብ ኣቦ ብሓደ መንፈስ መእተው ገይሩልና ክብሪ ንኣምላኽ ይኹን ስለዚ ኣነን ንስኻትኩምን ቤተሰብ ኣምላኽ ኢና ክብሪ ንኣምላኽ ይኹን ከምዚ ኢሉ ነቲ ብሕጋጋት ዝቃወመናን ዝበኣሰናን ዝነበረ ብኢድ እተጻሕፈ ኢሉ ዕዳ ደምሲሱ ኸዓ ንኡ ኣብ መስቀል ሸንኪሩ ካብ ማእከል እንታይ ገበሮ ኣርሓቆ ኣሜን ዶ ብጽሕፈት ኢድ ዝተጻሕፈ ዕዳ ነዚ ካብ ማእከል ኣርሒቑ ኣብ መስቀል ሸንኪሩ እንታይ ገይርዎ ኣርሒቕዎ ስለዚ ምስ ኣምላኽ እንታይ ኮይና ተዓሪቕና ናብ ኣምላኽ ቀሪብና ናብ ኣሕዋትና ቀሪብና ስለዚ እታ ቤተ ክርስቲያን እታ ሓደ ስጋ ዝብላ ኩላትና ኣለና ኣይሁድ ኣለውዋ ንሕና ኣለና ኣሕዛብ ኣለና እያ ብቻ ብየሱስ ክርስቶስ ዝኣተወ ስጋ መቑረስቲ ክርስቶስ ምፍሳስ ደም የሱስ ክርስቶስ ዘቕረቦ ኩሉ ሰብ ሰተት ኢሉ ክኣቱ ኣብኡ ኣትዩ ድማ ስቕ ኢሉ ኣባል ክኸውን ዘይኮነሲ ቤተሰብ ክኸውን ስጋዕ ክንድዚ እዩ ኣቕሪቡና ክብሪ ንኣምላኽ ይኹም ቤተሰብ ንክንከውን ዘይገብረና ዝነበረ ነገር መንፈሳውን ስጋውን ኣክቹዋል ዝኾነ ነገር እቲ መንፈሳዊ እቲ ስርዓት ሕጊ እቲ ብኣካል ድማ ኣብቲ ቤተ መቕደስ እኳ ክትኣቱ ብኣካል ዘይትኽእል ዝነበርካ የሱስ ክርስቶስ ብስግኡ ቆሪሱ ሃሌሉያ ኣሜን ኣሜን ኣሜን መስዋዕቲ ገይሩ ንስግኡ ንዓይን ንዓኻትኩምን ነቶም ርሑቕ ዝነበሩን ነቶም ቀረባ ዝነበርናን ናብ ኣቦ መእተዊ ገይሩልና ብሓደ መንፈስ ናብ ኣቦ መእተዊ ረኺብና ክብሪ ንኣምላኽ ይኹን ተሰማሚዑ ንሉ